ናይዚ ቅንያት እዚ ልዑል ተቐባልነት ረኺባ ዘላ ኮሜዲ ወዲ ሹቕ ካብ ኣስመራ በጺሓትና ኣላ ብርሃነ በርሀ ንናትናኤል ሰሎሙን ቴኖ ከምኡ ድማ ንርእሶም ተወልደ ብርሃን በራኪዮ ኣዘራሪቦም ኣሎ ተፈደሉ ናትናኤል ሰለሙን ቅድሚ ሕጂ ውን ብተኸታታሊ ወዲ ሹቕ ዝብል ኣርእስቲ ሒዝኩም ክትሰርሑላ ጸኒሕኩም ኢኹም እሞ እዛ ፊልም ናቱ መቐጸልታ ድያ? መልእኽታ ከ እንታይ እዩ? ናይተን ዝሓለፋ ስራሕ መቐጸልታ እንድያ፣ እቲ ኣርእስቲ ስለ ዘለዎ ወዲ ሹቕ ግን ደሓር እዚ ናይ ኮሮና ንገብሮ ኔርና ወዲ ሹቕ ኮሮና ኣብ ሃሩር ወዲ ሹቕ ኣብ ኮሮና ገለ ዝብላ ከምኡ ታስክታት ንገብር ግን እቶም ካራክተራት እዮም ፎሎው ዝገብሩ እምበር እቲ ዛንታ በበይኑ እዩ። ንሕና መጀመርታ ስራሕ ኢልና ኮሜዲ ክነበግስ ከለና ከመይ ጌርና ንህዝቢ ነዘናግዖ እዩ እቲ መደብና። ከመይ ጌርካ ተስሕቆ ንህዝቢ እዩ እምበር ኩሉ ዓይነት ስራሕ ከኣ ነናቱ ትምህርቲ ኣለዎ እዚኣ ብሓፈሻ ተሪእካ እዛ ስራሕ እዚኣ ግን ስስዐ እዩ ሚልዮናት ክገዝም ስለ ዝደለ እዩ ኣብ መወዳእታ ስስዐ ከኣ እቲ ፌልድ ገብር እቲ ናይቲ ኣብ መርዓ ገለ ዝዓኑ ከኣኒ ሪኢኻያ ካብቲ ስራሕ ሕጂ እቲ ትምህርታ ስስዐ እዩ ግን ከመይ ጌርካ ንሓደ ሰብሲ ሰዓትን ዕስራን ገለ ደቂቅ ስኒ ከይመነወካ ወይ ከይሰልቸዎሲ ሒዝካያ ትጸንሕ ድብላ እታ ኣሰራርሓ ማለት እዩ። ዝጸበቀ ነገር ናይ እዚኣ ግን ተዋሳእቲ ክንመርጽ ከለና ሕጂ ብሙሎም ኣብዶ ኣለዉ እቶም ተዋሳእቲ ምሳና ሕጂ ሓደሽቲ ምሳና ኮይኖም ዝሰርሑ ብሙሎም ዓበይቲ ስነ ጥባውያም ብጣዕሚ ክብሪ ሃቦም በዚ ኣጋጣሚ እዚ ንኩሎም እየ ከመስግኖም ዝደሊ ምሳና ምስርሖም ከኣ ንሕና ከኣ ንዓና ኣማሚቆምናዮም ደገፍ ሂቦምናዮም ብርትዐ ኣለዎም ንሶም እቶም ተዋሳእቲ ግን ናብ ከምኡ ደረጃ ንክትበጽሕ መጀመርታ ካራክተር ሕርያ ክንገብር ከለናሲ ግድን ምሻሉ ቁኑዕ ምርጫ ኔሩ ንኣብነት ባራክዮ ኣቡኡ ንወዱ ሹቕ ክኸውን በቃ እቲ ዝበለጸ ምርጫስ እሱ እዩ ነይሩ። እቲ ሓደ ሓዉ ክኸውን እቲኣ መርዓት ንሳ ንኽትከውን ገለ እቶም ኣብ ላዕሊ ተወሺኾም ደለዉ እቲ ካሜራ ማን ንባዕሉ እቲ ሞኣብ በዓል ሞኣብ እቶም ካልኦት ሓደሽቲ ካራክተር ተወሺኾም ደለዉ ኣብቲ ናይቲ መርዓ ዘለዉ እሶም ሕጂ ሓደሽቲ እዮም ግን ናይ ብሓቂ ካራክተር እዮም ተፈጢሮም ካራክተራት እናፈጠርና ኢና ኸይድና ርእሶም ተወልደብርሃን ባራክዮ ከም ኣቦ ወዲ ሹቕ ኮንካ ኢኻ ተዋሲእኻሞ እስከ ወዲ ሹቕ እንታይ ዓይነት ባህሪ እዩ ዘለዎ ኣቦ ወዲ ሹቕከ ነቲ ወዶም ከመይ እዮም ዝርእይዎ? ወዲ ሹቕሲ ልኻይድ እዩ ጠስሚ ሒዙ ምስ መጸ እዩ ካብ ክኣቱ ከሎ ኣብ ሰዓዲ ኣቦ ድዩ ዘለዎ እዚ ካብ ምንታይ እዩ ተፈጢሩ ሓንቲ እሞ ነይራቶ ኣብተን ቀጻሊ ካራክተር ንርእያ ፍሒሩ ፍሒሩ ነዛ ገዝሚ ኣታ ሕማሙ እታ ኣቦ ከም ዘለዎ ኮይኑ ኮትኩርዖ ነቶም ሰባት ከእምን ትገብሮ ፋሕተርተር ላዕልን ታሕትን ዝፈጠሮ እዩ ኣቦ ኢሉ ንዓይ ከኣ ጸዊዑ ኣቦ ወዲ ሹቅ ክከውን ጸዊዑኒ ናይ ብሓቂ ከኣ ኣታ ብዙሕ ሰሪሕናልካ ክትዛረበሉ ኣይትክእልና ግን ሓጺር እዩ ጽቡቅ ከኣ ነይሩ ምክንያቱ ናይ ክንድዚ ሰዓት ኮሜዲ ክትሰርሕ ከቢድ እዩ እሞ እዛ ፊልም እዚኣ ከኣ ከይሰልቸወካ ኣብ ሙኼመ ንኸያያ ትውዳእ ስለዚ ቀሊል ኣይኮነን ኣበርኩትኣ ኣብዚ ብፍላይ ኣብዚ ዘለናዮ ግዜ ከምዚ ዓይነት መዛናግዒ ኽትረክብ ምኽኣል ሓጋዚት እያ ጽቡቅ ግዜ ወጽያ ናትናኤል ሳሁን ከም ተሓጋጋዛይ ኣላይ ኢኻ ከመይ ኢኹም ተዳልዎ እዚ ፊልም ነቲ ቃላት ከ ካበይ ኢኹም ትእክቦ እቲ ናይ ደቂ ሹቕ ዝበሃል ቃላት። ናይ ደቁ ሹቕ ዝበሃል ቃል የለን ግን ትግርኛ ኣለዎ ዓረብ ውን ኣለዎ ኢንግሊሽ ውን ኣለዎ። ሕውስዋስዮ ሓንቲ ቃል ሕጂ ኣብታ ናይ ማማሳ ዝሰራሕናያ ስኒ ሲኩራሕ ገል ብላ ንሳ ሕጂ ስቅ በሊ ገሊያ ነይራ ግን ብሳሆ እዚኣ እንታይ ትኸውን እንዴ እስከ ንደውለሉ ገል ኢልና ንሓመጀ ደዊልና ግብጻዊ እዩ ኣታ ስቅ በለ ብሳሆስ እንታይ ትኸውን ሲኩራሕ ሲኩራሕ ሳሆ ኣተውተዋ ተረደና ሕጂ እቲ ቃላት ክተሓናፈጽ ስለ ዘለዎ ከምኡ ስለ ዝኾኑ እቲ ናይ ጌቶ ቋንቋ ገል ኢልና ንጥቀመሉ ክስታይ እዩ እምበር ፍሉይ ዓይነት ቋንቋ ኮይኑ ኣይኮነን። ኣቲ ወዲ ነይሩ እዩ ኣሎ እዩ ኣቲ ወዲ ትግርኛ እዩ ቃል ብቓሉ ተረድኣኒ። ሕጂ መብዛሕትኡ እቲ ዝነበረ ቋንቋ እዩ ከምዚ ሓድሽ ክስታይ ንገብሮ ወይ ንምህዞ ቋንቋ ገለ ኣይኮነን ዘለና። ካብቲ ህዝቢ ኢኻ ትወስድ ናብቲ ህዝቢ ኢኻ ትመልስ ክትሰርሕ ከለኻ። እዛ ፊልም ንሓደ ክፋል ሕብረተሰብ ወይ እተወሰነ ክሊ ዕድመ ዘይኮነት ብሓፈሻ ዝኾነ ሰብ ኮፍ ኢሉ ክዕዘባ ዝኽእል ፍሉይነት እውን ኣለዋ ይብልዋ እሞ ኣብዚ ከመይ ትገልጾ ናትቶ። ቋንጻ ንሰርሖ ስራሕ ገደብ ናይ ዕድመ ወይ ገደብ ናይ ጾታ ገለ ጌርናላ ኣይኮናን ንሰርሕ እዚኣ ቆልዓ ይርኣ ማእከላይ ዕድመ ዘሎ ይርኣ ዋላ ዓበይቲ ይርእይዋ ገለ ኣብ ኩሉ ክሊ ዕድመ ብሓንሳብ ርእዩ ተዘናጊዑ ዝወጻላ ስራሕ እምበር ነቲ ቆልዓ ንገለ ገለ ኢላ ትስራሕ ኣይኮነትን ውጽኢታ ካትርእዮ ዋላ ትግርኛ እውን ደይሰምዑ ሰባት ስኒ ተኻታተልቲ ንኾን እዛ ፊልም ኣብ ቲክቶክ እንድሕር ተሪኢኻዮ ኣብዚ ማእኸላይ ኣፍሪቃ ድርከቡ ኣብ ዩጋንዳ ኣብ ገለ ጸለምቲ ኣቲ ወዲ ይብሉ ሓደ ቻይናዊ ገለ ዋላ ትግርኛ ደይሰምዑ ስኒ ተኻታተልቲ ኣለዋ እታ ስራሕ ብሓፈሻ ሰብ ኢልካ ክትሰርሖ እቲ ስራሕ። ኣረ ምናልባት እዛ ፊልም ኣብቲ መወዳእታ ክፋላ መርዓ ዘድሃበ እዩ ዘሎ እሞ ኣብቲ ዳስ ዝነበረ ኣብታ መርዓ ዝነበረ ኩነታት ከ ከመይ ትገልጾ ባራኪዮ። እንታ ክግለጽ ዝትዛረብ እንታይ ኢኻሞ ትብሎ ሓደ እቲ ሰብ ዝጽበዮ ነገር እንድሕሪ ተገምጢልዎ ኩሉ እቲ ነገር ኣብኡ እዩ ከኣ እቲ ኮሜዲ ተፈጢሩ እኮ እቲ ጆክ ዝበሃል እሱ እዩ ምኽንያቱ ሓደ ኣብ መርዓ ውርዙይ ኢልካ ምኻድ ክዳንካን ግርማኻን ዝዓሰለካ ኾንካ ኣብቲ ገዛ ከተጸብቕ ነቲ ገዛ ነቲ ውራይ ብእንዳ ጓል ይኹን ብእንዳ ወዲ እዩ ዝግበር እቲ ሲስተም ካልእ እቶም ወለዲ ክኸብሩ ክፍተሹ ድውዕሉ እንድሕሪ ኮይኖም እቶም ወለዲስ እታ ናይ መጀመርያ ጥፍኣት ኣብኣ እያ ትጅምር። ካልኣይ እቲኦም ካድር ካብኡ ሰብ ጸዊዑ ኢሉ እዩ ን ስድርኡ ጸዊዑስ እተን ኣዲኣ ከመይ ደለ ወርቂ ገይረን መጺኤን ሓትንኣ ከምኡ እቶም ሓውቦታታ እዚ ኩሉ ገይሮም ንሶም ከኣ ጽቡቅ መርዓ ክኮነሎም እዮም መጺኦም እዚኦም ከኣ ብሙሉኦም እቶም ናቶም ጉሩቦም ጺኦሞም ማለት ኣጆኹም እንዳ ሓሞይ ኣነ ከለኹ ሰብኣይ ጓልኩም ዝስረቅ ንብረት የለን ኣብዚ ገዛ እዚ ሓደ መንገዲ ክኾነልና ግን ማለት እቲ ናይ ምምልላስ ንብረት ሓደ መንገዲ ምእንቲ ክኸውን ካልኦት ድተሰረቅኩም ሰባት እንተለኹም ጅባኹም ፈትሹ። ወራሪ ናይ ባዕሉ ወዲ ሸቁሲ እንታይ ኢኻ እሞ ኩሉ ተሓዊሱና ኣሎ ንኩላ ሰብ መርኣያ ትመስል እኳ ክትጅምር ከላ ዳኣ ጽብቅቲ መርኣያ በቃ ባያ ፋሕ ትብል እኮ ኣነስ እቲ ዘይፈልጥ ሰብሲ እንታይ ክጽበ እዩ ወደይ እዚኣ መርዓ እዚኣ እንዳብልና ኢና ኣቲና ንሕና ስለ ንፈልጣ እታ መርዓ ምስ መጸ ብሱና ሓኺኹ ነቲ ወርቂ እዚ ኣርቲፊሻል ይብል እቲ ሓደ ንዓይ በዚ ፍትሹኒ እቲ ሓደ በቲ ኩሎም ሰረቕቶም ንሶም ከዓ ካቦናይ ሰረቕቲ ምዃኖም ክዓዉ ከዓ ኣገባብ ግበር ኢሎም ብኣባ ከላቲክ ኣቢሎም ከምጽኦም ከለዉ እቲ ሰብ ሕጂ ንባዕሉ ወዲ ሸቕ ስለ ዝፈልጦ ክላ ካብዚኦም ደኣ እንታይ ክትሰርቕ ክሰርቁኻ ተዘይኮይኖም ገለ ኢኻ ትብሉ ሕጂስ እሱይ እቲ ናይዚኣ እኳ እቲ ፍሉይ ደይትጽበዮ ስለ ዘምጡልካ በዓል ማይናስ ተገምጢሉ እኳ እዩ እቲ ኩነት እዩ ዝግምጠል ዘሎና ሽዑ መወዳእታ ከኣ ወዲኦማ እቶም ገዛ ከኣ ንበቃ ኩሎም ክንስኣል እንዳበልካ ተኳሳተር ኮይኑ ን በስማም ኢላ ኣነ ከኣ ንገዛይ ጥራይ ንዕናይ ኢለያ ነታ ብታይ ሓይሊ ናይቶም ተዋሳእቲ እዩ ዘርእየካ ከምዚ ካራክተር ከምዚ ካራክተር ምስ በልካዮም ስኒ ንዕኡ መሲሎም ሲ ካልእ ኣብ ርእስኻ ዘይነበረ ወይ ሓሲብካ ዘይነበርካ ሓይሊ ወይ ብቕዓት ከርእኻ ከለዉ ገለ ስኒ እሱ እዩ ሓይሊ ናይቶም ተዋሳእቲ በዛ ሕጂ ክሳብ ሕጂ በጺሕናያ ዘለና ንሕና እውን ተኸታቲልናያ ኣዝዩ ሰሓቢ ከም ዝኾነ ሰባት ካብ ገዛ ናብ ገዛ ክዛረቡላ ጀሚሮም ኣለዉ ብወገንኩም ከ ከመይ እቲ ግብረ መልሲ ከመይ እዩ ትርእይዎ ካብ ትስራሕ ክልተ ወርሒ ጌራ ትኸውን እያ ክልተ ወርሒ ወይ ወርሒ ፈረቓን ግን ካብ ትዝርጋሕ ከምኡ የለን በቃ ሰብ ሲ ኣዝዩ ብጣዕሚ እዩ ፈትይዋ ቴለፎን ድውል ኢልካ ብደገ ዘሎ ውሽጢ ዘሎ ከምኡ ኣብ ጽርግያ ነተን ዘረባታት ክደግምዎ ከለዉ ገለመለ ሕጂ እንታይ ደኣ ንዓና እባ ንስኣል ይብሉኻ ገለመለ ኣብ ጽርግያ ረኽ ሕጂ ኣዝዩ ተቐባልነት ዘለዋ ስራሕ እያ ብጣዕሚ እዩ ሰብ ፈትይዋ ዘሎ ውሽጢ ሃገር ኣብ ደገ እውን ከምኡ ብጣዕሚ ተቐባልነት ረኺባ ኣላ እዛ ስራሕ እዚኣ ማለት እዩ ዘምላኽ ሓግዘና ክንቕጽል ኢና ንብል እግዚኣብሔር ተሓወሶ። ስነ ጥበባውያን ናትናኤል ሰለሙን፣ ቴኖ፣ ከምኡውን